ኣብ ኣከባቢ ሳዕቤን ዘለዎ ረቂቕ ፌስታል ንምጥፋእ ኣብ ሃገርና ከይፈሪ ከምኡ ውን ከይኣቱ፣ ከይሽየጥን ከይዝርጋሕን ዝኽልክል ሕጋዊ ምልክታ ቅድሚ ዓሰርተ ሓሙሽተ ዓመታት ምውጽኡ ዝፍለጥ እዩ። ንትግባረኡ ድማ ክስራሕ ጸኒሑ ኣሎ። ንዝያዳ ኣድማዕነት ምሕያል ውህደት ዝተፈላለዩ ኣካላት መንግስቲ ኣገዳሲ ይገብሮ። ጋዜጠኛ ሃብቶም ፍረዝጊን ዘዳለዎ ጸብጻብ ገረመስቀል ገረዝጊሄር ከቕርቦ እዩ።
ኣብ ኣከባቢ ከቢድ ሳዕቤን ዘለዎ ረቂቕ ፌስታል ንምጥፋእ ኩለን ኣካላት መንግስቲ ጎኒ ጎኒ ዕማማተን ኣቓልቦ ሂበን ክከታተልኦ ከምዝግባእ ኣብ ምምሕዳር ዞባ ማእከል ሓላፊ ጨንፈር ምቁጽጻር ሕግን ስርዓትን ኮሎኔል ክንፈ ሃብቶም ገሊጾም። ንኤሪና ኣብ ዝሃቦ ሓበሬታ ኮሎኔል ክንፈ፣ ሚኒስትሪ መሬት፣ ማይን ኣከባብን ፌስታል ኣብ ኣከባቢ ዘለዎ ሃስያ ብምግንዛብ ፌስታል ኣብ ኤርትራ ከይፈሪ ከምኡ'ውን ናብ ኤርትራ ከይኣቱ፣ ከይሽየጥን ከይዝርጋሕን ዝኽልክል ሕጋዊ ምልክታ ቁጽሪ ስሳን ሰለስተን እዝባር ክልተ ሽሕን ክልተን ብምውጻእ ንትግባሪኡ ቀጻሊ ምክትታል ከምዝገብር ብምጥቃስ ካልኦት ኣብ ብከላ ኣከባቢ ይኹን ጥዕና ሃሳዪ ሳዕቤናት ንዘለዎም ተርእዮታት ዝኽልክሉ ኣዋጃት'ውን ተመሳሳሊ ምክትታል ክግበረሎም ኣገዳሲ ምዃኑ ኣረዲኡ። ኣብቲ ትግባረ ናይቲ ኣዋጅን ኣብ ምቁፅፃርን ምስቶም ዝምልከቶም ኣካላት መንግስቲ ብፍላይ ከዓ ምስቲ ኣዋጅ ዘውፀ ሚኒስትሪ መሬትን ማይን ኣከባቢን ክፍሊ ኣከባቢ ብካልኣይ ደረጃ ከዓ ምስ ሚኒስቴር ንግድን ኢንዱስትሪን ብፍላይ ከዓ ምስ ክፍሊ ኢንዱስትሪ እዋናዊ ርክባት እንዳተገብረ እዞም ፌስታል ዳግማይ ክቀላቐሉ ከለዉ እቲ መቕጻዕቲ ኣብ ክንዲ ብገንዘብ ጥራይ ዝኸውን ክሳብ ናይ ምዕሻግ ስጉምትታት ክውሰደሉ'ውን ኣብ ምርዳእ ተበጺሑ። ናይ ምዕሻግ ስጉምትታት ካብኡ ተሓሊፉ'ውን ብፍላይ እተን ኣፍረይቲ ትካላት ዝበሃላ ናይ ፌስታል ክሳብ ናይ ንግዲ ፍቓደን ናብ ምሕዳግ ዘኸይድ ዘተ ተገይሩሉ እዩ። ኣብ ዞባ ማእከል ጥራይ ኣይኮንካን ፌስታል ንምቁጽጻር ዝወጸ ኣዋጅ ንትግባረ ክትከይድ ዞባታት እንድሕሪ ማዕረ ማዕረ ዞባ ማእከል ዘይከደ ዘይከደን እቲ ኣዋጅ ዕላምኡ ወይ ሸትኡ ወቒዑ ክትብሎ ኣይትኽእልን ኢኻ። ፌስታል ብዝተፈላለየ መንገዲ ክኣቱ ከምዝኽእል ብምሕባር ድማ፣ ናብ ውሽጢ ሃገር ኣብ ዝኣቱ ዝተፈላለየ ንብረት ረቂቕ ፕላስቲክ ከይህሉ ንምክትታል፣ ኣካላት መንግስትን ምምሕዳራት ዞባታትን ንመንፈስ ናይ'ቲ ሕጋዊ ምልክታ ብዝግባእ ተገንዚቦም ትግባሪኡ ንምርግጋጽ ብኣተኩሮ ክሰርሑ ተላብዮም። ኣብ ተሰነይ ዘሎ ዱኳናት ወይ ትካላት ምቁጽጻር ናይ ፌስታል እንድሕሪ ዘይትገብር ኮንካ ንሓንቲ ነስመራ ክትኣቱ ናይ ሓንቲ መዓልቲ። ብባሕሪ ዝኣቱ እንድሕሪ ዘይትካታተል ኮንካ ብመሬት ዝኣቱ ዘይትካታተል ተኾንካ ብኣየር ዝኣቱ ዘይትካታተል እንተኾንካ ፌስታል ኣብ ሓንቲ ንእሽተይ ባኮ ንበላ ዋላ ሳምሰናይት ንበላ ክንደይ ኣስመራ ትብክል ክትመፅእ ትኽእል እያ ኣብኣ ምስ ተጠቕለለት ምክንያቱ ተሓዚ ፎኪስ እዩ ዕዳጋ ኣለዎ ሓንቲ መሸማዕ ፌስታል እንድሕር ብ ን ኣብ ሰሙን ኣብ ወርሒ ኣትያ ብተሰነ ንምልእቲ ኣስመራ በኪላታ ክትወርሕ ስለዚ እሱ ስለ ዝኾነ ብቐንዱ እንድሕር ክንቋጻጸር ኮይና ኩለን ዞባታት ጽቡቕ ኣብነት ዝወሰዱ ኣለዉ ዝሓለፈ ዓመታት ናይ ሰሜናዊ ቀይሕ ባሕሪ ብፍላይ ከኣ ምምሕዳር ከተማ ባጽዕ ንከምዚ ንምቁጽጻር ኢሎም ዝወሰድዎ ስጉምቲ ነይሩ። ገለ ኣባላትና ውን ወከልቱ ሰዲድና ኣለና፣ እቲ ተመኩሮታት ንምልዋጥ ሰዲድና ነይርና። ሕጂ ኩለን ዞባታት ከ ነዚ ኣብነት እዚ ተኸቲለን ይኸዳ ድየን? ስለዚ ክልተ ነገር እየን፣ ሓደ እዘን ኣብዚ ኣብ ውሽጢ ዘለዋ ኣፍረይቲ ትካላት ናይ ፕላስቲክ ምሉእ ብምሉእ ነቲ ፌስታል ካብ ምፍራይ ክሕረማ ኣለዎን። ዝኾነ እዚ ፍሉይነታት ከተፍቅድ የብልካን ኣብዚ ካልኣይ ዞባታት ማዕረ ናይ ምቁፅፃር መንገዲ ክዕብያ ኣለዎን ሕጂ ሽግራት ዞባታትና እዩ ካብዚኣ ናብ ካልእ ከተማ እንድሕሪ ከድካ ኣብ ዱካን ኖርማል እያ ክትሽየጥ ዝጸናሕካ ካብ ዞባና ወጻኢ ኣብዚ ኣይሽየጥን ማለት ኣይኮነን ሓሓቢኦም ዝዕድሉ ኣለዎ ግን ከምቲ ብናጻ ዝዕድሉ ኣይኮነን ካብዚ ናብ ዞባታት ተኸድካ ኣነ ብግብሪ ዝረኣኹዎ ማለተይ ፌስታል ኣይትሕባእን እያ ኣብ ዱኳን ፕላስቲክ ብሓፈሻ ፌስታል ድማ ብፍላይ ጠንቂ ብከላ ኮይኑ ስለ ዘሎ ብደረጃ ዓለም ንምኽልካሉ ጎስጓሳት ይካየድን ስጉምትታት ይውሰድን ከም ዘሎ ዝሓበረ ኮሎኔል ክንፈ ኤርትራ ዝወሰደቶ ኣብ ንቕሓት ዝተመርኮሰ ስጉምቲ ጽቡቕ ውጽኢት የመዝግብ ከም ዘሎ፣ እንተኾነ ግን ሓሓሊፉ ከም ዝቀላቐል ብምሕባር፣ ህዝቢ ንዝጥቀሙ ይኹኑ ንዝሸጡ ዓገብ ክብልን ንዝምልከቶም ኣካላት ክሕብርን ኣዘኻኺሮም። ምኽልካል ፌስታል ኣብ ሃገርና ጽሬት ከባቢ ኣብ ምውሓስ ከምኡ'ውን ጥዕና ጥሪት ኣብ ምርግጋጽ ዕዙዝ ኣበርክቶ ይገብር ከም ዘሎ እዩ ዝግለጽ። ኣብ ኣፍሪቃ ንኤርትራ ወሲኽካ ካሜሩን፣ ማላውን ሞሪታንያን ዝርከበእን ሃገራት ንተጠቃምነት ፌስታል ዝኸልከላ ክኾና እንከለዋ፣ ኬንያ ኣብ ዝሓለፈ ወርሒ ንፌስታል ዝኸልክል ተሪር ሕጊ ከምዘጽድቐት ይፍለጥ።
ደቂ ኣንስትዮ ኢግሎሪ ንኡስ ዞባ ራዕታ ኣብ ማእከል ዓደን ዝተዋደደ ፕሮጀክት ጽሩይ ዝስተ ማይ ርግኣት መነባብሮ ከምዝፈጠረለን ሓቢረን። እቲ ፕሮጀክት ቅድሚ ምውዳዱ ዝስተ ማይ ንምርካብ ንነዊሕ ሰዓታት ብእግረን ይጓርታን ብዝባነን ይጓርታን ከምዝነበራ ዝዘከራ እተን ደቂ ኣንስትዮ፣ ኣብዚ እዋን'ዚ ግን ካብ ማእከል ዓደን ጽሬቱ ዝተሓለወ ማይ ክሰትያ ብምብቅዐን እቲ ኣብ ምጉራት ማይ ዝጠፍእ ዝነበረ ግዜ ኣብ ምዕባለ ነብሰንን ምክትታል ተማሃሮ ደቀንን የውዕልኦ ከምዘለዋ ገሊጸን። እቲ ንሰብን ጥሪትን እኹል ትሕዝቶ ማይ ዝሎ ፕሮጀክት፣ ኣብቲ ከባቢ ዝነብራ ቁሽታት ኣብ ሓደ ንክጥርነፋ እውን ዓብዪ ኣስተዋፅኦ ከምዝገበረ ብምሕባር፣ ዝነበረ ስክፍታ ሙሉእ ብሙሉእ ተቐንጢጡ ነበርቲ ዕለታዊ ህይወቶም ብስሩዕ የሰላስሉ ምህላዎም ኣብሪሀን። ንሳተን ኣብ መወዳእታ እቲ ፕሮጀክት ንዝነውሐ ግዜ ንከገልግሎም ምእንቲ ኣድላይ ክንክንን ሓለዋን ይግበረሉ ከምዘሎ ኣረዲኤን። ካብ ኮሚቴ ምሕደራ ማይ ኢሊሎሪ ኣቶ ሙሳ ዶኳራ ብወገኑ እቲ ብፀሓያዊ ፀዓት ዝሰርሐን ሰለስተ መዐደሊ ነቑጣታት ዘለዎም ፕሮጀክት ህዝቢ ብግቡእ ስለ ዝተጠቕመሉ ንሸውዓተ ዓመታት ብዘይ ዝኾነ ብልሽት ኣገልግሎት ከም ዝሃበን ይቕፅል ከም ዘሎን ሓቢሮም። ኢጊሎሪ ካብ ከተማ ዓሰብ ንሸነኽ ሰሜናዊ ምዕራብ ኣርባዕተ ሚእቲ ኪሎ ሜተር ርሒቓ ትርከብ። ሎሚ ዘበን ኣብ ዞባ ደቡብ ብወፍሪ ተምሃሮ ንልምዓት መንግስታውያንን ዘይመንግስታውያንን ትካላት ከምኡ እውን ውልቀ ሰባት ብዝተሰላሰለ ንጥፈታት ምግራብ ልዕሊ ሓደ ሚልዮንን ሰለስተ ሚእቲ ሽሕን ፈልስታት ተተኺሉ። ኣብ ደሓን ደረጃ ከምዘሎ ድማ'ዩ ዝሕበር ዘሎ። ወኪል ኤሪና ፊሊሞን ትካቦ ንዘዳለዎ ጸብጻብ ኣርሴማ ኣስመሮም ከተቕርቦ'ያ።
ኣብ ዞባ ደቡብ ኣብዚ ዓመት'ዚ ኣስታት ሓደ ነጥቢ ሰለስተ ሚልዮን ዝተፈላለየ ዓይነታት ፈልሲ ገረብ ከምእተተኽለ ሓላፊ በዓል ስልጣን ኣግራብን እንስሳ ዘገዳምን ናይቲ ዞባ ኣቶ ገብረሚካኤል በርሀ ሓቢሩ። ምስ ኤሪና ኣብ ዝገበሮ ቃለ መሕትት ኣቶ ገብረሚካኤል፣ ኣብ ናይ ሎም ዘመን ክረምቲ ዕስራን ሓደን ሚእታዊት መቦቆላዊት ዝርከቦ ኣብ ትሽዓተ መደበራት ፈልሲ ዝፈለሰ ዕስራን ሸውዓተን ዓይነታት ኣግራብ ከምእተተኽለ ካብዚ እቲ ሰማንያን ሓደን ሚእታዊት ብደረጃ ኮሙን ውልቀ ገረብትን እቲ ዝተረፈ ድማ ብወፍሪ ተምሃሮን ንልምዓት ከምእውን መንግስታውያንን ዘይመንግስታውያንን ትካላት ከምእተተኽለ ኣብሪሁ። ዕስራን ሸውዓተን ዓይነት ስፒሽስ ኣለውና ወይ ከዓ ዓይነት ኣግራብ ኢና ተኺልና ንሳቶም ኣብ ሰለስተ ኢና ንኸፍሎም። ካብዚኣቶም ቀላሚጦስ ትሽዓተ ሚእትን ሓምሳን ሸውዓተን ሽሕን ትሽዓተ ሚእትን ሓምሳን ሸውዓተን ወይ ከኣ ስሳን ሽዱሽተን ሚእታዊት መብቆለዋያን ኣግራባት ንብሎም ከኣ ሰለስተ ሚእትን ሸሞንተን ሽሕን ትሽዓተ ሚእትን ሸውዓተን ወይ ከኣ ዕስራን ሓደን ሚእታዊት ይሽፍኑ። ዘይመብቆላውያን ንብሎም ከኣ ዓሰርተ ሰለስተ ሚእታዊት ወይ ከኣ ሚእትን ቴስዓን ኣርባዕተን ሽሕን ሚእትን ሰላሳን ሓደን ይሽፍኑ። ናይ ምጽዳቕ ተኽእሎ ናይቲ ዝተተኽለ ፈልስታት ምስ ዝርግሐን ዓቐንን ዝናብ ክራማት ዝተኣሳሰር ምዃኑ ዝጠቐሰ ኣቶ ገብረሚካኤል፣ ብሓፈሻ ግን ዛጊት ኣብ ጽቡቕ ደረጃ ከም ዘሎ ሓቢሩ። ሕጂ እቲ ቀንዲ ገምጋምና ንሕና ኣብዚ ናይ ምትካል እነካይዶ ኣብ ወርሒ ሕዳር፣ ታሕሳስ ገጹ ኣብ ዘሎ ኣብቲ ተሪር እዋናት እንደገና ንሱ ሽዑ ቆጺርካ ደሓር ኣብ ካልኣይ ምቑጻር ከኣ መዓል ግንቦት ገጽካ ኣብቲ ተረርቲ እዋናት ከመይ ይኸይድ ኣሎ፣ ተጻዋርነቱ ከመይ እዩ፣ ቀጻልነቱ ብኸመይ ተዋሒሱ ሕጂ ስጋዕ ቴስዓ ሚእታዊት ጸዲቑ ኣሎ ንብል ኣለና። ኣብቲ ናይ መጨረሻ ናይ መዓል ጉንቦት፣ ሚያዝያ ጉንቦት፣ ግን እቲ ካልኣይ ክስትያት ክንገብር ከለና እቲ ቴስዓ ንብሎ ዘለና ክጸንሓና ኣይኮነን። ናብ ሰብዓታት ናብ ስሳታት ገጹ እዩ እንቆልቁል። ምኽንያቱ ተጻዋርነት ናይቲ ቦታ ወሳንነት ኣለዎ። ሓደ ካብ ዓበይቲ መደባት ምዕቃብ ማይን ሓመድን ብውህደት ሚኒስትሪ ትምህርቲ፣ ሚኒስትሪ ሕርሻን ምምሕዳራትን ዝካየድ ወፍሪ ክረምታዊ ልምዓት ተምሃሮ ምዃኑ ጠቒሱ ድማ፣ ኣብዚ ዓመት እዚ ኣስታት ሓሙሽተ ሽሕ ተምሃሮ፣ ኣለይቶምን ክኢላታትን ዝተሳተፍዎ ኣድማዒ ንጥፈታት ከም እተዓመ ገሊጹ። ሕርሻ ኣብ ቴክኒካውን ፈልሲ ኣብ ምድላውን ይጽመድ። ምምሕዳር ቦታ ኣብ ምልላይን ቦታ ምሃብን ይተኣሽሙ ይገብር። ሚኒስትሪ ትምህርቲ ከኣ ተምሃሮ ኣብ ምምራሕን ተሳታፍነት ናይ ተምሃሮ ከም ዝዓቢ ምግባርን በዚ ብሰለስቴና ተሻሪኹ ዝኸይድ ስለ ዝኾነ፣ ሕጂ ቁሩብ ገለ ስክፍታታት ኣሎ እንድዩ፣ እቲ ናይ ሓለዋ ኣብቲ ቀጻልነቱ በብግዜኡ ዝዝረበሉ ኩነታት ኣሎ፣ ምስ ተተኽለ መን እዩ እቲ ሓላፍነት ዝወስዶ እቲ ናይ ምሕላዉ ዝብል ጌና መዕለቢ ዘይተገብሮ ጉዳያት ኣሎ። ብዘይካዚ ኣብ ሕሩምን ግዝያውን ሕዛእትታት ዝተተኽለ ኣግራብ፣ ኣብ ምርጋእ መሬትን ምስሳን ሽፋን መሬትን ከምእውን ምውሓዝ ቀለብ ጥሪት እወታዊ ኣስተዋጽኦ ይገብር ከምዘሎ ሓቢሮም። ሓላፊ በዓል ስልጣን ኣግራብን እንስሳ ዘገዳምን ኣብ ዞባ ደቡብ ኣቶ ገብረሚካኤል በርሀ ኣብ መወዳእታ፣ ሓመድን ማይን ከይዓቀብካ ዝካየድ ናይ ልምዓት ወፍሪ ውፅኢታዊ ክኸውን ስለዘይክእል ህዝብን ምምሕዳራትን ውህደቶም ብምሕያል ክደፍኡሉ ኣዘኻኺሩ። ምዕቃብ ማይን ሓመድን እቲ መሰረታዊ ህላዌ ናይ ደቂ ሰባት ከውሕስ ዝኽእል እቲ እንኮ መስርሕ ምዃኑ ብሃገር ደረጃ ካብቲ ዝስርሃሉ ዓቢ ንጥፈት እዩ። ምዕቃብ ማይን ሓመድን ከይዓቀብና ማይና ኣብ መሬት ከምዝስተ ከይገበርና፣ ንሀርናዮ ማይ ከየዝሓልና ሓመድና ረጊኡ ፍርያማት ክበና ኣይክእልን እዩ። ስለዚ እቲ ውህሉል ስራሕ ምዕቃብ ማይን ሓመድን ኣብ ዛላታት ኣብ ጎቦታት ኣሎ። እቲ ተባሕጒጉ ዝነበረ ብዛላታት ጌርና ምዕቃብ ማይን ሓመድን ንሰርሓሉ ኣብ ጎቦታት ሕጂ ዛላታት ይስራሕ፣ ከትርታት ይስራሕ። እዚ እንታይ እቲ ዕላሙ ሓደ ናህርናዮ ማይ ንምዝሓል እቲ ማይ ኣብ መሬት ከም ዝስተ ንምግባር ብኻልኣይ ደረጃ እቲ ቀላጥ መሬት ተሪፉ ዘሎ ከኣ ዳግመ ምግራብ ስራሕውቲ ኣካይትካ እቲ ናይ ዳግመ ምግራብ ስራሕውቲ ዕውት ምግባር እዩ።
እተን ዘይተመሓላለፍትን ሕማማት ዘሎ ኣፍልጦን ንቕሓትን ክብ ብምባል ጥዕና ሕብረተሰብ ንምርግጋፅ ዝዓለመ ጎስጓሳት የካይድ ኣሎ። ኣብቲ ብደረጃ ዞባ ዝካየድ ዘሎ ጎስጓሳት ንሓላፍነታውያን ኣተኣላልያን ናብዮትን ግዳያት ኤች ኣይቪ ኤድስ ዝኾኑ ዜጋታት ንጠንቅታትን ሳዕቤናትን ናይቶም ኣሰከፍቲ እናኾኑ ዝመፁ ዘለዉ ዘይተመሓላለፍቲ ሕማማት ከም ሽኮርን ፀቕጢ ደምን ኣገባባት ኣፈዋውስኦምን ከምኡውን ንኣገዳስነት ፅሬት ኣከባቢ ኣብ ምውሓስ ጥዕና ዘተኮረ መብርሂ ብሞያውያን ተዋሂቦም። ኣብ ዓድታት ንኡስ ዞባ ጋላነፍሒ ኣብ ዝተኻየደ ጎስጓስ፣ ኣብ ጨንፈር ሚኒስትሪ ጥዕና ሓላፊ ኣሃዱ ጎስጓስን ሓበሬታን ኣቶ ሃብተ ገብረመስቀል ኣብ ዝሃቦ መግለጺ፣ ሰማንያ ሚእታዊት ካብ ሕማማት ብዝካየድ ጎስጓሳትን ጽሬትን ንምክልኻሎምን ብቐሊሉ ንምፍዋሶምን ከምዝከኣል ብምጥቃስ፣ ኩሉ ዜጋ ኣፍልጥኡ ከዕቢ መሰረታዊ ከምዝኾነ ኣብሪሆም። ኣመሓዳሪ ንኡስ ዞባ ጋላነፊ ኣቶ ሃብተ ገብረማርያም ብወገኑ፣ ንግዳያት ሽኮርን ጸቕጢ ደምን ዝወሃብ ነጻ ኣገልግሎት ጥዕና፣ መርኣያ ናይቲ መንግስቲ ንጥዕና ዜጋታቱ ዝህቦ ቆላሕታ ምዃኑ ብምግላጽ፣ ዜጋታት ኣብ ጥዕንኦም ዕቱብ ምክትታል ክገብሩ ኣዘኻኺሩ። ክቡራት ተኸታተልትና ዜና ውሽጢ ሃገር ኣብዚ ተፈጺሙ ኣሎ። ድሕሪ ሓጻር መሳገሪት ሙዚቃ ኣህግራዊ ዜናታት ሒዘልኩም ክምለስ እየ። ምክታልኩም ክትቅጽሉ ደጊመ ብኽብሪ እዕድም። ኣብ ዲሞክራስያዊት ሪፓብሊክ ኮንጎ ብ ዓሰርተ ሽዱሽተ መስከረም ኣብ መንጎ ሓይልታት ጸጥታን ስደተኛታት ብሩንድን ብዝተወልዐ ግጭት ብውሕዱ ሰላሳ ሰባት ተቐቲሎም። እቲ ግጭት መንግስቲ ዲሞክራስያዊት ሪፓብሊክ ኮንጎ ኣብ ሃገሩ ንዘለዉ ስደተኛታት ብሩንዲ ንዓዶም ክመልሶም ምዃኑ ድሕሪ ዘውጽኦ መግለጺ'ዩ ተወሊዑ። በቲ ኣብ ከተማ እታ ማንዮላ ዝተወልዐ ግጭት ዓሰርተታት ከም ዝቖሰሉ'ዮም ናይ ቀረባ ተዓዘብቲ ዝሕብሩ ዘለዉ። እዚ ከምዚ'ሉ እንከሎ፣ እቲ ግጭት ኣብ መንጎ ዲሞክራስያዊት ሪፓብሊክ ኮንጎን ብሩንድን ምፍሕፋሕ ከየስዕብ ስግኣት ተፈጢሩ'ሎ። ኣብ ብሩንዲ ምስ ፕሬዝደንታዊ ምርጫ ተተሓሒዙ ኣብ ወርሒ ሚያዝያ ክልተ ሽሕን ዓሰርተ ሓሙሽተን ብዝተወልዐ ግጭት ልዕሊ ኣርባዕተ ሚእቲ ሽሕ ዜጋታት እታ ሃገር ከም ዝሃደሙ ዘመልከቱ ጸብጻባት ኣስታት ኣርብዓ ሽሕ ካብኣቶም ናብ ኮንጎ ከም ዝኣተዉ የረድኡ። በቲ ናይ ሽዑ ግጭት ልዕሊ ሸውዓተ ሚእቲ ሰባት ከም እተቐትሉ ምስ ኩነታት እታ ሃገር ቅርበት ዘለዎም ወገናት ይሕብሩ። ቱርክን ዒራቕን ኣንጻር ረፈረንደም ኩርዳውያን ዒራቓውያን ሓባራዊ ተቓውሞ ከካይዳ ፕሬዝደንት ጣይብ ኤርዶጋን ጸዊዖም። ፕሬዝደንት ኤርዶጋን ብ ዓሰርተ ሽዱሽተ መስከረም ኣብ ከተማ ኣንካራ ኣብ ዝሃቦ መግለጺ፣ እቲ ረፈረንደም ንጸጥታ ክልቲኤን ሃገራት ብኣሉታ ዝጽሉ ምዃኑ ብምሕባር፣ ብኣግኡ ደው ንምባል ሓባራዊ ጻዕሪ ከምዘድሊ ኣረዲኡ ኣሎ። ነቲ ጉዳይ ኣመልኪቱ ምስ ቀዳማይ ሚኒስተር ዒራቕ ሓይደር ኣልዓባዲ ክዘራረብ መደብ ከምዘለዎ ዝገለጸ ፕሬዝደንት ኤርዶጋን፣ ዝመጽእ ዕስራን ክልተን መስከረም ኣኼባ ካቢነ ከካይድ ምዃኑ ኣፍሊጡ'ሎ። ርእሰ ምምሕዳር ዝጸንሖም ኩርዳውያን ዒራቓውያን ነጻ ሃገር ንምምስራት ዝኽእል ረፈረንደም ዝመጽእ ዕስራን ሓሙሽተን መስከረም ከካይዱ መደብ ከምዘሎ ጸብጻባት የመልክቱ። ይኹን እምበር ቱርኪ፣ ዒራቕን ኢራን ዝርከበኣን ሓያሎ ሃገራት ነቲ ውጥን ዘለወን ተቓውሞ ይገልጻ ኣለዋ። ቅድሚ ሰለስተ ኣዋርሕ ወግዓዊ ዲፕሎማስያዊ ዝምድና ዝመስረታን ኣምባሳደራት ዝተለዋወጣን ቻይናን ፓናማን፣ ንምምዕባሉ ትራኣድ እየን። እተን ሃገራት ኣብዚ ስምምዕ እዚ ዝበጽሓ ብ ዓሰርተ ሽዱሽተ መስከረም ኣብ ፓናማ ናይ ስራሕ ምብጻሕ ዝፈጸመ ሚኒስተር ጉዳያት ወጻኢ ቻይና ዋንግ ዩ ምስ ፕሬዝደንት ማናማ ኹዋን ኻርሎስ ቫሌራ ኣብ ዝተዘራረብሉ ዩ። ክልቲኤን ሃገራት ኣብ መዳያት ንግዲ፣ ወፍሪ፣ ቱሪዝምን ካልእን ዘተኮረ ሓያሎ ስምምዓት ከቲመን ኣለዋ። እዚ ከምዚ'ሉ እንከሎ፣ ቻይና ኣብ ፓናማ ናይ ፈለማ ኤምባሲ ከም ዝኸፈተት ተገሊጹ'ሎ። ክልቲኤን ሃገራት ኣብ ዝሓለፈ ወርሒ ሰነ ዝምድናኣን ከም ዘመስረታ ጸብጻባት የመልክቱ። ብ ዓሰርተ ሸውዓተ መስከረም ኣብ ደቡባዊ ገማግም ጃፓን ዝተኸስተ ብርቱዕ ህቦቦላዊ ማዕበል ንዋታዊ ክሳራ ኣውሪዱ። በዚ ኣብ ዝሓለፈ ዓሰርተ ዓመታት ኣብታ ሃገር ካብ ዘጋጠሙ ተመሳሰልቲ ሓደጋታት ዝበርተዐ ምዃኑ ዝተገልጸ ማዕበል፣ ናይ ቢልዮናት ዶላር ቁጠባዊ ክሳራ ከም ዝወረደ እዩ ዝግለጽ ዘሎ። በቲ ብሓያል ዝናብን ንፋስን ዝተሰነየ ሓደጋ፣ ኣማኢት በረራታት ነፈርቲ ክሰናኸል እንከሎ፣ ኣብ ደቡባዊ ገማግም እታ ሃገር ንጥፈታት ባሕሪ ተቋሪጹ ከም ዝወዓለ ሰበስልጣን እታ ሃገር ሓቢሮም ኣለዉ። እዚ ከምዚ ኢሉ እንከሎ፣ እቲ ማዕበል ናብ ከተማ ቶክዮ ገጹ የምርሕ ስለ ዘሎ፣ ክሳራ ክዛይድ ዘሎ ስግኣት ልዑል ኰይኑ ኣሎ። ኣብ ዝሓለፈ ወርሒ ነሓሰ ኣብ ገማግም ጃፓን ብዝተኸስተ ተመሳሳሊ ሓደጋ ብውሕዱ ሰላሳ ሰባት ከም ዝሞቱ፣ ጸብጻባት የመልክቱ። ማእከላይ መንግስቲ ስጳኛ ኣብ ዞባ ካቶሎንያ ክካየድ ተወጢኑ ንዘሎ ረፈረንደም ዘይሕጋዊ ስጉምቲ ክብል ነጺግዎ ኣሎ። ቀዳማይ ሚኒስተር ስጳኛ ማርያኖ ራኾይ ብ15 መስከረም ኣብ ከተማ ባርሰሎና ኣብ ዝሃቦ መግለጺ ነቲ ውጥን ዝኾነ መንግስቲ ዘይቅበሎ ክብል ድሕሪ ምግላጽ ደው እንተዘይሉ ስጉምቲ ክወስድ ከም ዝግደድ ኣጠንቂቑ ኣሎ። ይኹን እምበር ምምሕዳር ዞባ ካቶሊና ተቓውሞታት ማእከላይ መንግስቲ ስጳኛ ብዘይገድስ፣ እቲ ረፈረንደም ዝመጽእ ሓደ ጥቅምቲ ክካየድ ምዃኑ ሓቢሩ'ሎ። መንግስቲ ስጳኛ ነቲ ውጥን ብተደጋጋሚ ክቃወሞ ምጽንሑ ጸብጻባት የመልክቱ። ክቡራት ተኸታተልትና ዜና ኣብዚ ተፈጺሙ'ሎ። ብወገንና ብሩኽ ምሸት።